እሺ ሰላም ሰላም ክቡራት ቤተሰብ እዚ ትከታተልዎ ዘለኹም መደብ ኣሹ ሜሪ ቲዩብ ብልብል ኢና ኣሹ ሜሪ ቲዩብ ያው ከም ዕላማ ዓሊሙ ዝተልዓሎ ኣብ ሰብ ሓዳርን ኣብ ካብ ወልፊ ነፃ ዝኾኑ ወለድታትን ልምፍራይ እይና ስለዚ ያው ብላሓለፈ ብዛዕባ ወልፊ ኣዋጊዕና ኢና እቲ ወልፊ ብኸመይ ይጅመር ናምን ተፅዕኖ እይኸ ብልብል ብላሓለፈ ኣዋጊዕና ኢና ኢና ስለዚ ካብኡ ብምቕፃል ሎማዓንቲ ክንቐፅል ኢና ማለት እዩ ሎማዓንቲ ኣብቲ ወልፊ ምስ ኣቴኸ እንታይ ይገብር ወልፊ ወይ ደሞ ከመይ ይገብር ልብል ኢና ክንቕፅል ማለት እዩ ስለዚ ቅድሚ ላፍቱ ፕሮግራም ብምእታይና እዚ ኣሹሜሪ ቲዩብ ሳብስክራይብ ሼር ኮምፕሊት ብምጋር ኣይትረስዑ እንታይ ኢኹም ያው ሰዓት ለ ያው ምርኣይ ስለ ደልዮ ብላሓለፈ ለዋግዒ ነይረና ስለዚ ሰዓት ለ ብደንቢ ይርእዩልና ሼር ገበሩልና ሃምቱ ልምድኹም ኣተባብዑና ብሉና ስለዚ ወልፊ ህመይ ይገብር ዝብል ያው ኣብዛ ዓለም ክንነብር ተለና ኩላትና ነናባዕልና ወልፊ ኣለና እቶም ወልፍታት ክልተ ዓይነት ወልፍን እዩ ጠቃሚ ወልፍን ጎዳኢ ወልፍን ጠቃሚ ወልፊ ዝበሃል ንዓርስኻ ትከናኽነሉ ፅቡቕ ሃም ምግቢ ሃም ማይ ሃም ጁስ ዝተፈላለዩ ንዓርስኻ ፅቡቕ መፅሓፍቲ ምንባብ ዓርስኻ ብምክንኻን ንባዕልኻ ኣብ ፅሬትካ ዘሎ እቲ ኻልኣይ ድማ ጎዳኢ ወልፊ ጎዳኢ ወልፊ ማለት ደሞ ሃምቶም ኣቐዲምና ዝተነገርናዮም መደንዘዝቲ እጻት ከም ልጫ ተምላ ሓሸሽ ኣልኮል ዝኣመሰሉ ዝተፈላለዩ ሴሰኝነት ዝኣመሰሉ ኢና ስለዚ ካብቶም ጎዳኢ ወልፊ ወይ ደሞ ክጎድእና ዝኽእል ልብል ወይ ደሞ ወልፊ ከመይ ይገብር ልብል ብናይ ባዕለይ ተሞክረ ኢለ ያው ሃምቱ ዝፍለጥ ኣብቲ ወልፊ ብዙሕ ዓመት ስለ ዝነበርኩ ስለዚ ከመይ እዩ ዝገብር ያው ብሳይንስ ዝተደረኸለ ምሁራን ባዕሎም ዝተፀንዐለ የዋግዑ እዮም። ኣነ ደሞ ፕራክቲካል ብባዕለይ ኣብቲ ውሽጠይ ንብዙሕ ዓመት ስለ ዝጎደኒ ህመ እዩ ልገብር ልብል ሓንቲ ብሓንቲ ክንርኢ ኢና ማለት እዩ እሺ ወልፊ ህመ እዩ ልገብር እቲ ናይ መጀመርያ ወልፊ ማለት ምንም ንምሕሳብ ዘይምላይ ወይ ደሞ ዘይምኽኣል ምንም ነገር ምሕሳብ ዘይምላይ ማለት ክንብል ተለና ሃመ እዩ ሓደ ወልፊ ክትጅምር ተለኻ ምድንዛዝ ማለት እዩ ምንም ካብቲ ወልፊ ወፃኢ ምንም ዓይነት ነገር ለይምሕሳብ ለምሳሌ መስተ ዝሰትላ ክትኾንካ ስለታ መስተ ብቻ ፀቢብኻ ምንባር ማለት እዩ ወይ ደግሞ ስለ ጫት ትሓዝ ተኾይንካ ኣፍታ ሓንቲ ነገር ኣፍታ ልሓዝኻያ ምድራኽ ካሊእ ጭንቂ ካሊእ ነገራት ለይምሕሳብ ልባዕልኻ ብመደንዘዝቲ እፅ ልባዕልኻ ብቻ ምሕሳብ ስለዚ ምንም ነገር ምሕሳብ ለይብላ እዩ እዚ ነገር እዚ ዝኾን ለኾን ነገር ተመኸርካዮ ኣብቲ ማእኸል ምንም ኻሊእ ነገር ክሰምዕ ለይምኽኣል ማለት እዩ። እዚ ካብ ዓርስ ተመክረለ ብኻልኦት ኣሕዋትለ ኣብቲ ወልፊ ለለና ውሽጥለ ካብዚ ነገር እዚ ተዓዚብና ብሱርኸ ክንወፅእ ንደሊ ዶ ብልብል ዓርስና ክንፍትሽ ይግበእና ማለት እዩ። ብምቕፃል ካብ ወልፊ ክርሕቕ ወይ ነቲ ወልፊ ዘትሕዝ ጠባይ ደው ከብሎ ኣይኽእልን ምባል። ኣብቲ ወልፊ ኮንካ ማለት ከቢድ እዩ ከመይ ገይረ ካብዚ ወልፊ እዚ ሲ ወፂኤስ እንታይ ክገብር ካብቲ ወልፊ እሱ ምርሓቕ ዘይምድላይ ምቁራፅ ዘይምድላይ በቃ እሱ ከም ፅቡቕ ነገር ከም ጠቓሚ ነገር ህምለይ ጎዲ ጌርካ ምሕሳ ማለት እዩ ብሱር በተኣምር ማለት ሓደ ሓደ ሰባት በተለይ ኣብ ሓሸሽ ውሽጢ ለሎ ወይ ደሞ ኣብ ጫት ውሽጢ ለሎ ኣነ ብለይ ጋንጃ ምንም ክኾን ኣይኽእል ኣነ ብለይ ሲጋራ ምንም ክኾን ኣይኽእል ብባል ወይ ደሞ ኣነ ብለይ መስተ ምንም ክኾን ኣይኽእል ኣነ ብለይ ቁማር ምንም እዚ ህይወቶ እዩ ኢልካ ብሓደ ነገር ብምድራኽ ማለት እዩ። ስለዚ እቲ ወልፊ ከምዚ ኢል ገብር በተለይ ሃም ጀማሪ ቤተሰብ ተሃሊና ታዩ ክገብሮም ንኽእል በተለይ ሃም ጅማር ኣከባቢ ካብኡ ላቐጸድ ላቐጸድ ትኸድ ተሎ ከምዚ ይገብሮ ማለት እዩ። ወይ ደሞ ኣሕናለ ለይፈለጥና ተሃሊና ታዩ ጸባይና ልቐየሩ ኣሎ ወይ ደሞ ታዩ ካብዚ ነገር ሱሲ ጥዑያት ሰባት ኔርናስ ብሓርሻዕ ኣብ ወልፊ ውሽጢ ለእቴና ምኽንያት ታዩና ዓርስና ክንምርምር ይግበአና ማለት ስለዚ ካብ ወልፊ ቱና መጀመርያ ካብኡ ምርሓቕ ለይምድላይ ወይ ደግሞ ካብቲ ወልፊ ዘትሕት ፀባይ ደው ልምባል ለይምኽኣል ማለት እዩ ብምቕፃል ርእስኻ ዘይምትካእ ማለት እዩ ዓርስኻ ለይምሕላይ ጥዑይ ነበረ ሰብ መስተ ክጅምር ተሎ ዓርሱ ምንም ክከናኸን ኣይኽእል ማለት ስለዚ ዓርስና ብጣዕሚ ኢና ንጎድእ እቲ ናይ መጀመርያ ብምቕጻል ቤተሰብና ካሊእ ካሊእ ብዙሕ ነገራት ስለዚ ኣብቲ ወልፊ መጀመርያ ሃመይ ክገብራ ኣለኽን ልባዕልና ለይምጥቃ ወይ ዓርስና ለይምምራሕ ማለት እዩ ኣብዚ ዓብዪ ነገር የድልየና ኣሎ ዓርስና ንምክልኻል ማለት እዩ። ብምቕጻል ብዛዕባ እቲ ነገር ወይ እቲ ጠባይ ዘለካ ባህጊ እናወሰኸ ይኸይድ። ብዙ ነገራት ደሞ ብዛዕባ እቲ ነገር ለምሳሌ ብዛዕባ ጫት ወይ ብዛዕባ ሲጋራ ብቻ ኣብ ዝኾነ ወልፊ ክንኣት ተለና እሱሲ እናወሰኸ ይኸይድ እናወሰኸ ይኸይድ ኣምፅ ኣምፅ እናበለ እቲ ባህግኻ እንታይ ይገብር እናወሰኸ ይኸይድ ወልፊ ብልጀመርና ቁፅሪ ያው ካብ ሓንቲ ናብ ክልተ ካብ ክልተ ናብ ሰለስተ ካብ ሰለስተ ናብ ኣርባዕተ ካብ ኣርባዕተ ናብ ሓሙሽተ ካብ ሓሙሽተ ናብ ሽዱሽተ ካብ ሽዱሽተ ናብ ሸውዓተ ካብ ሸውዓተ ናብ ሸሞንተ ካብ ሸሞንተ ናብ ትሽዓተ ካብ ትሽዓተ ናብ ዓሰርተ ሓሙ ናባል ይቐፅል ማለት ስለዚ እናወሰኸ እዩ ዝኸድ ኣብ ወልፊ ውሽጢ ክንል ተለና እቲ ባህግና እንታይ እናገበረ ይኸድ እናወሰኸ ይኸይድ ማለት ስለዚ ወልፊ ማለት ኣብቱ መጀመርያ ሃምዚ እናገበረ እዩ ላፍቱ ዝኸፍአ ዓለም ለእቴና ማለት እዩ ብምቕፃል ካብ ተግባር ዝረሓቐ ካብ ክፉእ ተግባር ዝረሓቐ ትምኒት ካብ ተግባር ዝረሓቐ ትምኒት ካብ ተግባር ዝረሓቐ ትምኒት ማለት እንታይ ማለት እዩ? ክሓድጎ ይኽእል እየ ማለት ኣብቲ ውሽጢ ኮንካ ተግባርኻ የለይ ግን ትምኒት ብቻ ማለት ኣነ ብዙሕ ዓመት ኣብቲ ወልፊ ውሽጢ ነይረ ኢለኩምና ስለዚ ኣነ ክሓድጎ ይደሊ ይብል ያው እዚ ትምኒት ብቻ እዩ ተግባር ግን የለይ ሓዲገ የለል ሰባት ይናገር ግን ብተግባር የለይ ማለት ስለዚ ትምኒት ብቻ ትምኒት ለለ ያው ሓደ ሰብ ኣብ ገፁ ኮይኑ መቸስ ስብኢና ዋላ ብቱ ንብር ክንብርስ ክህፍትም ይደሊ ግን ስራሕ እይሰርሒ ማለት እዩ ስለዚ ኣብ ወልፊ ውሽጢ ኾንካ ለለ ብምምናይኻ ልቋረፅ የለይ ማለት እዩ ልሕደግ የለ ስለዚ ተግባራዊ ክንኾን ይግበአና ማለት ስለዚ ክሓድጎ እየ ናጋ ክሓድጎ እየ ይብለካ ወይ ሓዲጎ እየ የለ ሰባት ይሽውድንና ስለዚ ተግባር ለየለ ትምኒት ብቻ ይኾን ማለት እዩ። ካብ ተግባር ልረሓቀ ማለት ምንም ወልፊ ለይምሕዳግ ማለት እዩ። ቀፂሉ ካብ ኣጋጣሚታት ሕማቅ ነገር ጥራሕ ምምዛዝ ወይ ስምዒታዊ ኮይንካ ምሕሳብ እዚ ካብ ኣጋጣሚታት ብልኾነ ነገር ብፋሚ በቃ ልኾነ ኣጋጣምታት ሕማቅ ነገር ምምዛዝ በቃ ጽቡቆ ጽቡቅ ነገር ልገብርካሎም ሲ ብቻ ልታ ሕማቃ ብቻ ላመዘዝኻ ምውሳድ ማለት እዩ እዚ ማለት ለ ብኔጌቲቭ ልተመልአ ርእሳ ወይ ድማ ትወልፊ እዩ ሃም ልገብርሎ እሳቶም ለይኮነ ሲ ኣብቲ ወልፊ ውሽጢ ልኾነ ነገርና ይጎድኣና ኣላ ማለት ስለዚ ካብ ኣጋጣሚታት ሕማቅ ጥራሕ ነገር መዚዝካ ምርኣይ ወይ ደሞ ስምዒታዊ ኮይንካ ምሕሳብ ትወልፊ እዩ ከም ዝገብረና ማለት ኣብ ትወልፊ ትኾን እንተለና ኣእምሮና እዩ ለዛብዐና ከም ትውሕልፍ ኣለና እዩ ኣእምሮና ስለ ለዛብዐና ካብቱ ሕማቅ ነገር ክንቁጠብ ይግበአና ወይ ደሞ ኣብቲ ውሽጢ ተሃሊና በቃ ሕማቅ ሕማቅ ነገር ስለዚ ኣብቱ ወልፊ ውሽጢ ወልፊ ደሞ ሕማም እዩ ከምለና ስለዚ ሓሚሙ እዩ ናብ ሕክምና ምውሳድ የድልዮ ማለት እዩ። ብምቕፃል ስምዒታዊ ኮይንካ ምሕሳብ ስምዒታዊ ኮይንካ ምሕሳብ ስምዒታዊ ኮይንካ ምሕሳብ ማለት በቃ ለዓየ ብቻ በቃ ዝኾነ ነገር ብኔጌቲቭ በቃ ዝኾነ ፅቡቕ ነገር ዝሓሰብካዮ ኣብቲ ወልፊ ውሽጢ ኮንተላ ግን በቃ ስምዒታዊ እዚኣ ለዓየ እያ ብማል ስምዒታዊ ብቻ ስምዒታዊ ብፅቡቕ ብሕማቕ እዩ ስምዒታዊ ስለ ዝጎድእ ለዚ በተለይ ኣብቱ ሕማቕ ጎኒ ስሚዕታዊ ኮይንካ ምሕሳብ ማለት ብጣዕሚ ካብ ዓርስና ሓሊፉ ቤተሰብና ሓዳር ልብተ ብስምዒታዊ ሰኺሩ ይመፅእ ብስምዒት እታ ሰበይቲ ወይ ስና ይብላ ወይ ዝኾነ ነገር እታ ሰበይቲ ለሰኺራ ትመፅእ ሕማቕ ነገር ትናገር ብቻ ብዙሕ ነገር ይፈርስ እቲ ቆልዓ ለሰኺሩ ይመፅእ ምስ ኣቡ ምስ ኑ ብዙሕ ይባኣስ ማለት ስምዒታዊ ኮይንካ ምሕሳብ ማለት ኣዚርካ ዘይምሕሳብ ማለት እዩ ኣዚርካ ዘይምሕሳብ ምስ ኢልኻ ፊት ለፊት ልመጸልኻ ማለት እዩ ብምቕጻል ጽልኢ እዩ ማለት ኣብ ወልፊ ውሽጢ ኮንካ ጽልኢ ብቻ ኢኻ ትሓስብ በቃ ኔጌቲቭ በቃ ሰኺርካ ንሰብ በሎ በሎ ኣብ ርእስኻ ለሎ ሰብ ምጽላእ ምንም ነገር ዘይገበረካ ሰብ ምፍራድ ሱ ኢልካ ብደጋዊ ኮንካ ሰብ ምፍራድ ማለት ሱ ኢልካ ሰብ ምጽላእ ምንም ነገር ዘይገበር እቲ ቀፂሉ ናይ ገንዘብ ፍቅሪ እዩ። ኣብዚ ያው ኩሉ ሰብ ኣብዚ ኣብ ወልፊ እንትን ኣሎ በተለይ እቲ ብጣዕሚ ዝኸፈ ኣብዚ ናይ ገንዘብ ፍቅሪ እዩ። ዓለም ኩሉ እዩ ለባእሱ ዘሎ ወልፊ እዩ ግን እዚ ለለ ብቻ ገንዘብ ብቻ በቃ ናይ ገንዘብ ፍቅሪ ብቻ ዘለዎ እዚ ካሊእ ምንም ጉዳይ ኣይኮነይ። በተለይ ምስቲ ኩነታት ዘለዎ ኸዚ ንዓድና ምስቱ ፖለቲካ ተታሒዙ ምስቱ ናይ ቤተሰብና ንሎ ማለት ቤተሰባዊ ከዚ ብገዛ ብኻሊእ ብግዝሚ ብልተፈላለየ ኣብቲ ፍቕሪ ውሽጢ እዚ እንትንሎ ናብ ምንታይ እንትንሎ ማለት ናይ ገንዘብ ፍቕሪ ማለት ዓዲ ብገንዘብ ትሽወጠላ ፍቕሪ ብገንዘብ ይሽወጠሎ ቤተሰብ ኩሉ እዩ እዚ ናየ መሬት እዩ እዚ ናየ መሬት ይለዋለ ለሓውኻ ለቦኻ ምናምን ብገንዘብ ሓሊፍካ ምሻጥ ማለት እዩ። ስለዚ ዓብዪ ወልፊ እዩ እዚ ኢለ ማለት እዩ። ስለዚ እዚ ብጣዕሚ ክንጥንቀቀሉ ይግበአና። ቀፂሉ ጣዕሳ እዩ። ጣዕሳ ክልተ ዓይነት ጣዕሳ እኒኦ። እቲ ሓደ ተጣዒስኻ ናናብ ማል ናብ ንቡርካ ምምላስ ሓደ ጣዕሳ ተጣዒስኻ ናናብ ማል ናብ ንቡርካ ምምላስ ማለት እዩ። እቲ ካልኣይ ዘለኣለም እናተጣዓስኻ ተጣዒሰ እየ ትብል እሞ ሰው ትሽውድ ካብ ውሽጢ ጣዕሳ ሚእቲ ሻዕ ስኢሉ ከትጣዕስ ግን ካብ ውሽጥካ ስኢልካ ብኣፋዊ ዝኾነ ጣዕሳ ማለት እዩ እዚ ጣዕሳ እዚ ደሞ ልኹላትና ልጎድእ እዩ ልኹላትና ልጎድእ እዩ ምክንያቱ ሰብ ተጣዒሱ ናብ ንቡሩ እንድሕር ለይተመለሰ ተኾይኑ ተጣዒሰ እየ ዳበለ ልሰብ ምንጋር ብቻ ምዕሩግ ይኾነ ስለዚ ቱ ና ወልፊ ችግር እቲ ቀንዲ ዝኾነ ስኢልካ ምጣዓስ ሓዲገ እየ ከዝዳ ኮንከ ነጋ ክሓድጎ እየ ተጣዒሰ እየ ቃሉ ብዙሕ ዓመት ላዕሊ ካብ ስእሊ ብምቕጻል ምጉርምራም እዩ ኣብ ወልፊ ውሽጢ ለሎ መብዛሕትኡ ስእሉ ለጉረምርም ብለይ ምን ምክንያት ማለት እዩ በቃ ምጉርምራም ንዓየ ብቻ ማለት በቃ ስእሉ በቃ እታ ወልፊ በተለይ ተስኢንዋ ወይ ኣብቲ ወልፊ ውሽጢ ተሃልዩ በቃ ኣጉረምራሚ ይኾን ማለት ምጉርምራም ማለት ስእሉ ብኔጌቲቭ ብቻ ምርኣይ ላጎርል ምጉርምራም ብምቕጻል ኩሉ ግዜ ፈራዲ ምዃን እዩ ኩሉ ግዜ ፈራዲ ምዃን ኣብ ወልፊ ውሽጢ ተኾይንካ ወይ ደሞ እቲ ወልፊ ዝገብረካ ኣብ ርእስኻ ውሽጢ እንትንለሎ ኩሉ ግዜ ፈራዲ ምዃን ሰብ ተኸዲኑ ትኾን ተሎ በቃ እዚ እዚማ ሃምዚ ኮይኑ እዚማ ሃምዚ ገይረ ላዕይማ ሃምዚ ዘይተገበረለ ላበልካ ካብ መንጎ ሓደ ወልፈኛ ዘይኮነ ተሃልዩ ንዕኡ እስማ ወልፈኛ ስለ ዘይኮነሉ እማ ይከናኸንዎ ኣሎ ኣነማ ሃምደይ ወዶም ዳኹን ክርኢ ኣነማ ሃምዚ ዳኹን ክርኢ ኣብ ስራሕ ውሽጢ ተኾይንና ተኣማንነት ዘይምህላይ ክነግኒ ንኽእል ኢና። ብዝኾነ መጠን ዓብዪ ዝኾነ ርእሲ ክህልወና ይኽእል እዩ። ናብ ወልፊ ችግር ተሃሊና ግን ክንእመን ኣይንኽእል እዩ። ኣብ ገንዘብ ጉዳይ፣ ኣብ ዝኾነ ስብሰባ ጉዳይ ክንስደድ ኣይንኽእል እዩ። ስለዚ ኩሉ ግዜ ፈራድ ምዃን ብናይ ባዕልና ችግር ኢና ናብ ኣጉል እንትን ንኸደና ማለት እዩ። ብምቕጻል እቲ ናብ ኩሉ ኣብ ዓለም እንትን ልረአ ደሞ ቅንኢ እዩ። ኣብ ወልፊ ውሽጢ ዘሎ ቅንኢ ቅንኢ ማለት መንቀርሳ ያው እቲ ናይ ሸይጣን ቀንዲ ስራሕ ኣብቲ ዓለም እቲ ሓደ ሕማቅ ፀላኢ ልበሃል ለለና ሸይጣን እናኾነ ስለዚ ካብኡ ብምቕፃል ለለ ያው ኣብ ሸይጣን ናብ ሰባት ሓዲሩ ዝኾነ ነገብር ቅንኢ ማለት ብዙሕ ሓደ ደሞዝ ክውስኽ ተሎ ኣብ ሓደ ስራሕ ክንል ተለና ቦጊና ኢና ንቐንእ ብልኾነ ሰብ ተኸዲኑ ክመፅእ ኣለዎ መኪና ክገዝእ ተሎ ኢና ብልኾነ መንገዲ ሰባት ኣብ ፅቡቕ ደረጃ ክወፅሕ ተለው እንታይ ኢና ንኸውን ቅንኢ ይህልየና ማለት እዩ ኣብ ዝኾነ ቦታ ዝኾነ ኣይንግነይ እንታይ ክኾን ብልብል እዚ ይጎድእና ማለት እዩ። ማለት ዓርስና ውሽጥና እዩ ዝጎድእና ውሽጢ ንውሽጢ እዩ ክጎድእና ዝኽእል። ስለዚ ብዛዕባ ወልፊ ከመይ ይገብር እዚ ከዋጋዕና ስለዚ ብስሩ ወልፊ ከ ኣድላይ ድዩ ንብለ ንዓርስና ከም ገዛ ዕዮ ይኹነና። ወልፊ ማለት ብዝተፈላለየ መንገዲ ወልፊ ክበሃል ተሎ ብንዓድና በተለይ ጫት ሓሽሽ ወይ ሲጋራ ብዝተፈላለዩ ስለዚ ውሽጣዊ ዝኾኑ ካልኦት ለለውና ምስ ዓርስና ምስ ዓርስና ለባእስና ማለት እዩ ሓምቱላተን ምቀኝነት ሕሾት ካሊእ ብዙሓት ነገራት ኣብ ካሊእ ግዜ ክንምልሶ ኢና ስለዚ ብወልፊ ይኾንኻይ ሓጎስካ ተግኒ ማለት ስለዚ ሓጎስ መደንዘዝቲ እፅኣት ብምጥቃም ዘይኮነስ ኣብ ውሽጢ ኣብ ውሽጢ ዝፍጠር ዝተስተኻኸለ ጥዕና ዘለዎ ኣተሓሳስባ እዩ ስለዚ ብመስተ ለይኮንና ክንዕሪ ልግበናስ ኣብ ውሽጥና እግዚኣብሔር ልሃበና ብጣዕሚ ደስ ልብል ኣእምሮ ሂብና እዩ እግዚኣብሔር ማለት እዩ ስለዚ ብኡ ኢና እቲ ሓጎስና ክነግንዮ ንኽእል ማለት እዩ ሓጎስ ከከም ግብርና ዝወሃበና ኣብ ውሽጥና ዝፈስስ ናይ ሕልና ሽልማት እዩ ይብሉና ማለት ነው። ስለዚህ ሓጎስ ማለት ወይ ደስታ ማለት ብመስተ ብሓሸሽ ወይ ብስርቂ ብዘረፋ ብምንቀኝነት ብሸረኝነት ይኾነ ክንግኒ ንኽእል ማለት ስለዚ ውሽጥና እግዚኣብሄር ክፈጠረና ተሎ ደስ ብልብል ኩነታት ይፈጢርና ስለዚ ኣብ ውሽጥና ዘሎ ዓርስና ክንከናኸን ይግበአና ብመስተ ይኾነይ ሓጎስ ዝመጽእ ብመንቀኝነት ይኾነይ ሓጎስ ዝመጽእ ኣብ ውሽጥና እግዚኣብሄር በብእምነትና በብሃይማኖትና ናብ እግዚኣብሄር ላጸለና ብፅቡቕ መንፈስ ክመፅእ ይኽእል ኢና ስለዚ ካብ ሕማቕ ወልፊ ናብ ፅቡቕ ወልፊ ንክንቕየር ናይ ኩላትና ኣስተዋፅኦ ይኾን ኣብ ውሽጥና ማለት ስለዚ እቶም ወልፍታት እቶም መጀመርያ ከምዚ እዮም ዝገብሩ ኣሕና ሰባት ክንመክር ተለና ፀባዮም ከመይ ነይሮም እንታይ ከይመስሉ ከዚ ኢልና ሰባት ክንመክር ይግበአና ኣንሕና ባዕልና ለ ባዕልና ኣብቲ ወልፊ ውሽጢ ተሃሊና ብስሩኸ መን እዩ ኢልና ዓርስና ከምዚኦም ፀባይት ዘይገብሩና ኣለዉ መጀመርያ ፅቡቅ ፀባይ ነርና ምንቀኝነት ዝበሃል የብልናይ ስርቆት ንበሃል ኣይነበረናይ ናይ ገንዘብ ፍቅሪ ኣይነበረናይ ዝተፈላለየ ናሰብ ምጥርጣር እንትን የነበረናይ ወይ ደሞ ካብቱ ጽቡቕ ነገር ሕማቕ ነገር መዚዝካ ናይ ምውጻእ ነገር ኣይነበረናይ ስለዚ ታይ እዩ ግን እዚ ነገር እዚ ሸዊድና ኢልና ዓርስና ክንፍትሽ ይግበአና ስለዚ ሎማዓንቲ ኣብዚ ይኣኽለና ወልፊ ከመይ እዩ ልጅምር ንብል ኣብ ልቕጽል ለለ ብኻሊእ ፕሮግራም ክንመጽእ እየ ሰባት ብምምጻእ ድዩ ወይ ዓርሰይ ድየ ሃምዚ ከቕርበልኹም እሱ ኣብ ንቐጽል ከንሪኦ ኢና ብልተረፈ ክቡራት ቤተሰብ ከዝለ ናይኻቱም ድጋፍ የድልየና እዩ ብምልኡ ልክረአ ናይኻቱም ድጋፍ የድልየና ሰዓታት የድልየኒ ኣሎ በዚ ኣጋጣሚ ካልእ ቤተሰብ ገለ ታልም ኣብ ወልፊ ውሽጢ ለለው ኣነ ብግለይ ይሕክም እየ ያው ገዛ ገዛ ላኸድኹ ይሕክም እየ ስለዚ ኣነ ለ ብዓቕመይ ልሰባት ክሕግዝ ይኽእል እየ ብታደላትኒ እንተና ስለዚ ምድዋል ትኽእሉ ኢኹም ብ ዜሮ ትሽዓንተ ዓሰርተ ኣርባዕተ ዓሰርተ ሰለስተ ቴስዓ ሽዱሽተይ ሓምሳይ ኣርባዕተይ ብምቕጻል ካልኣይ ስልከይ ዜሮ ትሽዓንተ ዜሮ ክልተ ዜሮ ሰለስተ ዓሰርተ ሰለስተ ሓምሳይ ትሽዓንተ ኢላ ደወልኹም ጠይቑኒ ብኹሉ እዩ ብቴሌግራም ብዋትሳፕ ብኢሞ ብቲክቶክ ኣካውንት ኣሹሜሪ ድብል ቲክቶክ ኣካውንት እኛና ኢና ስለዚ ብኩሉ መዳይ ክተግኒኑ ትኽእሉ ኢኹም ብልተረፈ ናይ ካቶም ሓገዝ ዓብዪ የድሊ ከምዚ ኢሉ ኣነ ብዓቕመይ ከምዚ ብሞባይል እየ ላቐረፅኩ ለባኹም ለቐርቡ ኣለኹና ስለዚ ካሜራ የድሊ ላፕቶፕ የድሊ ካልእትና ዓቕሚ ለለኩምለ በዚ ኣጋጣሚ ክትሕግዙኒ ትደልዩ ሰባት ብትሕትና ይላቦ ብልተረፈ ስሰናዩ ንዓኻቱም ሰላም እሺ ሰላም ሰላም ክቡራት ቤተሰብ እዚ ትከታተልዎ ዘለኹም መደብ ኣሹ ሜሪ ቲዩብ ብልብል ኢና ኣሹ ሜሪ ቲዩብ ያው ከም ዕላማ ዓሊሙ ዝተላዕሎ ኣብ ሰብ ሓዳርን ኣብ ካብ ወልፊ ነፃ ዝኾኑ ወለድታትን ልምፍራይ እይና ስለዚ ያው ብላሓለፈ ብዛዕባ ወልፊ ኣዋጊዕና ኢና እቲ ወልፊ ብኸመይ ይጅመር ናምን ተፅዕኖ እይኸ ብልብል ብላሓለፈ ኣዋጊዕና ኢናና ስለዚ ካብኡ ብምቕፃል ሎማዓንቲ ክንቐፅል ኢና ማለት እዩ ሎማዓንቲ ኣብቲ ወልፊ ምስ ኣቴኸ እንታይ ይገብር ወልፊ ወይ ደሞ ከመይ ይገብር ልብል ኢና ክንቕፅል ማለት እዩ ስለዚ ቅድሚ ላፍቱ ፕሮግራም ብምእታይና እዚ ኣሹሜሪ ቲዩብ ሳብስክራይብ ሼር ኮምፕሊት ብምጋር ኣይትረስዑታ ኢኹም ያው ሰዓት ለ ያው ምርኣይ ስለ ደልዮ ብዝሓለፈ ለዋግ ነይረና ስለዚ ሰዓት ለ ብደንቢ ይርእዩልና ሼር ገበሩልና ሃምቱ ልምድኹም ኣተባብዑና ብሉና ስለዚ ወልፊ ህመይ ይገብር ዝብል ያው ኣብዛ ዓለም ክንነብር ተለና ኩላትና ነናባዕልና ወልፊ ኣለና እቶም ወልፍታት ክልተ ዓይነት ወልፍን እዩ ጠቃሚ ወልፍን ጎዳኢ ወልፍን ጠቃሚ ወልፊ ዝበሃል ንዓርስኻ ትከናኽነሉ ፅቡቕ ሃም ምግቢ ሃም ማይ ሃም ጁስ ዝተፈላለዩ ንዓርስኻ ፅቡቕ መፅሓፍቲ ምንባብ ዓርስኻ ብምክንኻን ንባዕልኻ ኣብ ፅሬትካ ዘሎ እቲ ኻልኣይ ድማ ጎዳኢ ወልፊ እዩ። ጎዳኢ ወልፊ ማለት ደሞ ሃምቶም ኣቐዲምና ዝተነገርናዮም መደንዘዝቲ እጻት ከም ልጫ፣ ተምላ፣ ሓሸሽ፣ ኣልኮል ዝኣመሰሉ ዝተፈላለዩ ሴሰኝነት ዝኣመሰሉ ኢና። ስለዚ ካብቶም ጎዳኢ ወልፊ ወይ ደሞ ክጎድእና ዝኽእል ልብል ወይ ደሞ ወልፊ ከመይ ይገብር ልብል ብናይ ባዕለይ ተሞክረ ኢለ ያው ሃምቱ ዝፍለጥ ኣብቲ ወልፊ ብዙሕ ዓመት ስለ ዝነበርኩ ስለዚ ከመይ እዩ ዝገብር ያው ብሳይንስ ዝተደረኸለ ምሁራን ባዕሎም ዝተፀንዐለ የዋግዑ እዮም። ኣነ ደሞ ፕራክቲካል ብባዕለይ ኣብቲ ውሽጠይ ንብዙሕ ዓመት ስለልጎደኒ ህመ እዩ ልገብር ልብል ሓንቲ ብሓንቲ ክንርኢ ኢና ማለት እዩ እሺ ወልፊ ህመ እዩ ልገብር እቲ ናይ መጀመርያ ወልፊ ማለት ምንም ንምሕሳብ ዘይምላይ ወይ ደሞ ዘይምኽኣል ምንም ነገር ምሕሳብ ዘይምላይ ማለት ክንብል ተለና ሃመ እዩ ሓደ ወልፊ ክትጅምር ተለኻ ምድንዛዝ ማለት እዩ ምንም ካብቲ ወልፊ ወጻኢ ምንም ዓይነት ነገር ለይምሕሳብ ለምሳሌ መስተ ዝሰትላ ክትኾንካ ስለታ መስተ ብቻ ጸቢብኻ ምንባር ማለት እዩ ወይ ደግሞ ስለ ጫት ትሓዝ ተኾይንካ ኣፍታ ሓንቲ ነገር ኣፍታ ልሓዝኻያ ምድራኽ ካሊእ ጭንቂ ካሊእ ነገራት ለይምሕሳብ ልባዕልኻ ብመደንዘዝቲ እጽ ልባዕልኻ ብቻ ምሕሳብ ስለዚ ምንም ነገር ምሕሳብ ለይብላ እዩ እዚ ነገር እዚ ልኾን ልኾን ነገር ተመኸርካዮ ኣብቲ ማእኸል ምንም ኻሊእ ነገር ክሰምዕ ለይምኽኣል ማለት እዩ። እዚ ካብ ዓርስ ተመክረለ ብኻልኦት ኣሕዋትለ ኣብ ትወልፍ ለለና ውሽጥለ ካብዚ ነገር እዚ ተዓዚብና ብሱርኸ ክንወፅእ ንደሊ ዶ ብልብል ዓርስና ክንፍትሽ ይግበእና ማለት እዩ። ብምቕፃል ካብ ወልፊ ክርሕቕ ወይ ነቲ ወልፊ ዘትሕዝ ጠባይ ደው ከብሎ ኣይኽእልን ምባል። ኣብቲ ወልፊ ኮንካ ማለት ከቢድ እዩ ከመይ ገይረ ካብዚ ወልፊ እዚ ሲ ወጺኤስ እንታይ ክገብር ካብቲ ወልፊ እሱ ምርሓቕ ዘይምድላይ ምቁራጽ ዘይምድላይ በቃ እሱ ከም ጽቡቕ ነገር ከም ጠቓሚ ነገር ህምለይ ጎዲ ጌርካ ምሕሳ ማለት እዩ ብሱር በተኣምር ማለት ሓደ ሓደ ሰባት በተለይ ኣብ ሓሸሽ ውሽጢ ለሎ ወይ ደሞ ኣብ ጫት ውሽጢ ለሎ ኣነ ብለይ ጋንጃ ምንም ክኾን ኣይኽእል ኣነ ብለይ ሲጋራ ምንም ክኾን ኣይኽእል ብባል ወይ ደሞ ኣነ ብለይ መስተ ምንም ክኾን ኣይኽእል ኣነ ብለይ ቁማር ምንም እዚ ህይወቶ እዩ ኢልኻ ብሓደ ነገር ብምድራኽ ማለት እዩ ስለዚ እቲ ወልፊ ከምዚ ኢል ገብር በተለይ ሃም ጀማሪ ቤተሰብ ተሃሊና ታዩ ክገብሮም ንኽእል በተለይ ሃም ጅማረ ከባቢ ካብኡ ላቐጸድ ላቐጸድ ትኸብተሎ ከምዚ ይገብሮ ማለት እዩ ወይ ደሞ ኣሕናለ ለይፈለጥና ተሃሊና ታዩ ጸባይና ልቐየሩ ኣሎ ወይ ደሞ ታዩ ካብዚ ነገር ሱሲ ጥዑያት ሰባት ነርናት ብሓርሻዕ ኣብ ወልፊ ውሽጢ ለእቴና ምኽንያት ታዩና ዓርስና ክንምርምር ይግበአና ማለት ስለዚ ካብ ወልፊ ቱና መጀመርያ ካብኡ ምርሓቕ ለይምድላይ ወይ ደግሞ ካብቲ ወልፊ ዝበፅሒ ፀባይ ደው ልምባል ለይምኽኣል ማለት እዩ ብምቕፃል ርእስኻ ዘይምትካእ ማለት እዩ ዓርስኻ ለይምሕላይ ጥዑይ ነበረ ሰብ መስተ ክጅምር ተሎ ዓርሱ ምንም ክከናኸን ኣይኽእል ማለት ስለዚ ዓርስና ብጣዕሚ ኢና ንጎድእ እቲ ናይ መጀመርያ ብምቕጻል ቤተሰብና ካሊእ ካሊእ ብዙሕ ነገራት ስለዚ ኣብቲ ወልፊ መጀመርያ ሃመይ ክገብራ ኣለኽን ልባዕልና ለይምጥቃ ወይ ዓርስና ለይምምራሕ ማለት እዩ ኣብዚ ዓብዪ ነገር የድልየና ኣሎ ዓርስና ንምክልኻል ማለት እዩ። ብምቕጻል ብዛዕባ እቲ ነገር ወይ እቲ ጠባይ ዘለካ ባህጊ እናወሰኸ ይኸይድ። ብዙ ነገራት ደሞ ብዛዕባ እቲ ነገር ለምሳሌ ብዛዕባ ጫት ወይ ብዛዕባ ሲጋራ ብቻ ኣብ ዝኾነ ወልፊ ክንኣት ተለና እሱሲ እናወሰኸ ይኸይድ እናወሰኸ ይኸይድ ኣምፅ ኣምፅ እናበለ እቲ ባህግኻ እንታይ ይገብር እናወሰኸ ይኸይድ ወልፊ ብልጀመርና ቁፅሪ ያው ካብ ሓንቲ ናብ ክልተ ካብ ክልተ ናብ ሰለስተ ካብ ሰለስተ ናብ ኣርባዕተ ካብ ኣርባዕተ ናብ ሓሙሽተ ካብ ሓሙሽተ ናብ ሽዱሽተ ካብ ሽዱሽተ ናብ ሸውዓተ ካብ ሸውዓተ ናብ ሸሞንተ ካብ ሸሞንተ ናብ ትሽዓተ ካብ ትሽዓተ ናብ ዓሰርተ ሓሙ ናባል ይቐፅል ማለት ስለዚ እናወሰኸ እዩ ዝኸድ ኣብ ወልፊ ውሽጢ ክንል ተለና እቲ ባህግና እንታይ እናገበረ ይኸድ እናወሰኸ ይኸይድ ማለት ስለዚ ወልፊ ማለት ኣብቱ መጀመርያ ሃምዚ እናገበረ እዩ ላፍቱ ዝኸፍአ ዓለም ለእቴና ማለት እዩ ብምቕፃል ካብ ተግባር ዝረሓቐ ካብ ክፉእ ተግባር ዝረሓቐ ትምኒት ካብ ተግባር ዝረሓቐ ትምኒት ካብ ተግባር ዝረሓቐ ትምኒት ማለት እንታይ ማለት እዩ? ክሓድጎ ይኽእል እየ ማለት ኣብቲ ውሽጢ ኮንካ ተግባርኻ የለይ ግን ትምኒት ብቻ ማለት ኣነ ብዙሕ ዓመት ኣብቲ ወልፊ ውሽጢ ነይረ ኢለኩምና ስለዚ ኣነ ክሓድጎ ይደሊ ይብል ያው እዚ ትምኒት ብቻ እዩ ተግባር ግን የለይ ሓዲገ የኢለል ሰባት ይናገር ግን ብተግባር የለይ ማለት ስለዚ ትምኒት ብቻ ትምኒት ለለ ያው ሓደ ሰብ ኣብ ገፁ ኮይኑ መቸስ ስብኢና ዋላ ብቱ ንብር ክንብርስ ክህፍትም ይደሊ ግን ስራሕ እይሰርሐ ማለት እዩ ስለዚ ኣብ ወልፊ ውሽጢ ኾንካ ለለ ብምምናይኻ ልቋረፅ የለይ ማለት እዩ ልሕደግ የለ ስለዚ ተግባራዊ ክንኾን ይግበአና ማለት ስለዚ ክሓድጎ እየ ናጋ ክሓድጎ እየ ይብለካ ወይ ሓዲጎ እየ ኢል ሰባት ይሽውድንና ስለዚ ተግባር ለየለ ትምኒት ብቻ ይኾን ማለት እዩ። ካብ ተግባር ልረሓቐ ማለት ምንም ወልፊ ለይምሕዳግ ማለት እዩ። ቀፂሉ ካብ ኣጋጣሚታት ሕማቕ ነገር ጥራሕ ምምዛዝ ወይ ስምዒታዊ ኮንካ ምሕሳብ እዚ ካብ ኣጋጣሚታት ብልኾነ ነገር ብፋሚ በቃ ልኾነ ኣጋጣምታት ሕማቅ ነገር ምምዛዝ በቃ ጽቡቆ ጽቡቅ ነገር ልገብርካሎም ሲ ብቻ ልታ ሕማቃ ብቻ ላመዘዝኻ ምውሳድ ማለት እዩ እዚ ማለት ለ ብኔጌቲቭ ልተመልአ ርእሳ ወይ ድማ ትወልፊ እዩ ሃም ልገብርሎ እሳቶም ለይኮነ ሲ ኣብቲ ወልፊ ውሽጢ ልኾነ ነገርና ይጎድኣና ኣላ ማለት ስለዚ ካብ ኣጋጣሚታት ሕማቅ ጥራሕ ነገር መዚዝካ ምርኣይ ወይ ደሞ ስምዒታዊ ኮይንካ ምሕሳብ ትወልፊ እያ ከም ልገብረና ማለት ኣብ ትወልፊ ስትኾን እንተለና ኣእምሮና እዩ ለዛብዐና ከም ትውሕልፍ ልወና እዩ ኣእምሮና ስለ ለዛብዐና ካብቱ ሕማቅ ነገር ክንቁጠብ ይግበአና ወይ ደሞ ኣብቲ ውሽጢ ተሃሊና በቃ ሕማቅ ሕማቅ ነገር ስለዚ ኣብቱ ወልፊ ውሽጢ ወልፊ ደሞ ሕማም እዩ ከምሎና ስለዚ ሓሚሙ እዩ ናብ ሕክምና ምውሳድ የድልዮ ማለት እዩ። ብምቕፃል ስምዒታዊ ኮይንካ ምሕሳብ ስምዒታዊ ኮይንካ ምሕሳብ ስምዒታዊ ኮይንካ ምሕሳብ ማለት በቃ ለዓየ ብቻ በቃ ዝኾነ ነገር ብኔጌቲቭ በቃ ዝኾነ ፅቡቕ ነገር ዝሓሰብካዮ ኣብቲ ወልፊ ውሽጢ ኮንተላ ግን በቃ ስምዒታዊ እዚኣ ለዓየ እያ ብማል ስምዒታዊ ብቻ ስምዒታዊ ብፅቡቕ ብሕማቕ እዩ ስምዒታዊ ስለ ዝጎድእ ለዚ በተለይ ኣብቱ ሕማቕ ጎኒ ስሚዕታዊ ኮይንካ ምሕሳብ ማለት ብጣዕሚ ካብ ዓርስና ሓሊፉ ቤተሰብና ሓዳር ልብተ ብስምዒታዊ ሰኺሩ ይመፅእ ብስምዒት ልታ ሰበይቲ ወይ ስና ይብላ ወይ ዝኾነ ነገር እታ ሰበይቲ ለሰኺራ ትመፅእ ሕማቕ ነገር ትናገር ብቻ ብዙሕ ነገር ይፈርስ እቲ ቆልዓ ልሰኺሩ ይመፅእ ምስ ኣቡ ምስ ኑ ብዙሕ ይባኣስ ማለት ሰብ ስምዒታዊ ኮይንካ ምሕሳብ ማለት ኣዙርካ ዘይምሕሳብ ማለት እዩ ኣዙርካ ዘይምሕሳብ ኢልካ ፊት ለፊት ልመፀልካ ማለት እዩ ብምቕጻል ጽልኢ እዩ ማለት ኣብ ወልፊ ውሽጢ ኮንካ ጽልኢ ብቻ ኢኻ ትሓስብ በቃ ኔጌቲቭ በቃ ሰኺርካ ንሰብ በሎ በሎ ኣብ ርእስኻ ለሎ ሰብ ምጽላእ ምንም ነገር ዘይገበረካ ሰብ ምፍራድ ሱ ኢልካ ብደጋዊ ኮንካ ሰብ ምፍራድ ማለት ሱ ኢልካ ሰብ ምጽላእ ምንም ነገር ዘይገበር እቲ ቀፂሉ ናይ ገንዘብ ፍቅሪ እዩ ኣብዚ ያው ኩሉይ ሰብ ኣብዚ ኣብ ወልፊ እንትን ኣሎ በተለይ እቲ ብጣዕሚ ልኸፈ ኣብዚ ናይ ገንዘብ ፍቅሪ እዩ ዓለም ኩሉይ ለባእሱ ኣሎ ወልፊ እዩ ግን እዚ ለለ ብቻ ገንዘብ ብቻ በቃ ናይ ገንዘብ ፍቅሪ ብቻ ለለዎ እዚ ካሊእ ምንም ጉዳይ ኣይኮነይ በተለይ ምስቲ ኩነታት ለለዎ ኸዚ ንዓድና ምስቱ ፖለቲካ ተታሒዙ ምስቱ ናይ ቤተሰብና ንሎ ማለት ቤተሰባዊ ከዚ ብገዛ ብካሊእ ብግዝሚ ብዝተፈላለየ ኣብቲ ፍቅሪ ውሽጢ እዚ እንትን ንሎ ናብ ምንታይ እንትን ንሎ ማለት ናይ ገንዘብ ፍቅሪ ማለት ዓዲ ብገንዘብ ትሽወጥ ኣላ ፍቅሪ ብገንዘብ ይሽወጥ ኣሎ ቤተሰብ ኩሉ እዩ እዚ ናየ መሬት እዩ እዚ ናየ መሬት እዩ እናበለ ልሓውካ ለቦካ ምናምን ብገንዘብ ሓሊፍካ ምሻጥ ማለት እዩ። ስለዚ ዓብዪ ወልፊ እዩ እዚ ኢለ ማለት እዩ። ስለዚ እዚ ብጣዕሚ ክንጥንቀቀሉ ይግበአና። ቀፂሉ ጣዕሳ እዩ። ጣዕሳ ክልተ ዓይነት ጣዕሳ እኒኦ። እቲ ሓደ ተጣዒስኻ ናናብ ማል ናብ ንቡርካ ምምላስ ሓደ ጣዕሳ ተጣዒስኻ ናናብ ማል ናብ ንቡርካ ምምላስ ማለት እዩ። እቲ ካልኣይ ዘለኣለም እናተጣዓስኻ ተጣዒሰ እየ ትብል እሞ ሰው ትሽውድ ካብ ውሽጢ ጣዕሳ ሚእቲ ሻዕ ስኢሉ ከትጣዕስ ግን ካብ ውሽጥካ ስኢልካ ብኣፋዊ ዝኾነ ጣዕሳ ማለት እዩ እዚ ጣዕሳ እዚ ደሞ ልኹላትና ልጎድእ እዩ ልኹላትና ልጎድእ እዩ ምክንያቱ ሰብ ተጣዒሱ ናብ ንቡሩ እንድሕር ለይተመለሰ ተኾይኑ ተጣዒሰ እየ ዳበለ ልሰብ ምንጋር ብቻ ምዕሩግ ይኾነ ስለዚ ቱ ና ወልፊ ችግር እቲ ቀንዲ ዝኾነ ስኢልካ ምጣዓስ ሓዲገ እየ ከዝዳ ኮንከ ነጋ ክሓድጎ እየ ተጣዒሰ እየ ቃሉ ብዙሕ ዓመት ላዕሊ ካብ ስእሊ ብምቕጻል ምጉርምራም እዩ ኣብ ወልፊ ውሽጢ ለሎ መብዛሕትኡ ስእሉ ለጉረምርም ብለይ ምን ምክንያት ማለት እዩ በቃ ምጉርምራም ንዓየ ብቻ ማለት በቃ ስእሉ በቃ እታ ወልፊ በተለይ ተስኢንዋ ወይ ኣብቲ ወልፊ ውሽጢ ተሃልዩ ዶ በቃ ኣጉረምራሚ ይኾን ማለት ምጉርምራም ማለት ስእሉ ብኔጌቲቭ ብቻ ምርኣይ ላጎርል ምጉርምራም ብምቕጻል ኩሉ ግዜ ፈራዲ ምዃን ኩሉ ግዜ ፈራዲ ምዃን ኣብ ወልፊ ውሽጢ ተኾይንካ ወይ ደሞ እቲ ወልፊ ዝገብረካ ኣብ ርእስኻ ውሽጢ እንትንለሎ ኩሉ ግዜ ፈራዲ ምዃን ሰብ ተኸዲኑ ትኾን ተሎ በቃ እዚ እዚማ ሃምዚ ኮይኑ እዚማ ሃምዚ ገይረ ላዕይማ ሃምዚ ዘይተገብረለ ላበልካ ካብ መንጎ ሓደ ወልፈኛ ዘይኮነ ተሃልዩ ንዕኡ እስማ ወልፈኛ ስለ ዘይኮነ ልኡ እማ ይከናኸንዎ ኣሎ ኣነማ ሃምደይ ወዶም ደኣ ኮን ክርኢ ኣነማ ሃምዚ ደኣ ኮን ክርኢ ኣብ ስራሕ ውሽጢ ተኾይንና ተኣማንነት ዘይምህላይ ክነግኒ ንኽእል ኢና። ብዝኾነ መጠን ዓብዪ ዝኾነ ርእሲ ክህልወና ይኽእል እዩ። ናብ ወልፊ ችግር ተሃሊና ግን ክንእመን ኣይንኽእል እዩ። ኣብ ገንዘብ ጉዳይ፣ ኣብ ዝኾነ ስብሰባ ጉዳይ ክንስደድ ኣይንኽእል እዩ። ስለዚ ኩሉ ግዜ ፈራዲ ምዃን ብናይ ባዕልና ችግር ኢና ናብ ኣጉል እንትን ንኸደና ማለት እዩ። ብምቕጻል እቲ ናብ ኩሉ ኣብ ዓለም እንትን ልረአ ደሞ ቅንኢ እዩ። ኣብ ወልፊ ውሽጢ ዘሎ ቅንኢ ቅንኢ ማለት ዶ ያው መንቀርሳ ያው እቲ ናይ ሸይጣን ቀንዲ ስራሕ ኣብቲ ዓለም እቲ ሓደ ሕማቅ ፀላኢ ልበሃል ለለና ሸይጣን እናኾነ ስለዚ ካብኡ ብምቕፃል ለለ ያው ኣብ ሸይጣን ናብ ሰባት ሓዲሩ ዝኾነ ነገብር ቅንኢ ማለት ብዙሕ ሓደ ደሞዝ ክውስኽ ተሎ ኣብ ሓደ ስራሕ ክንሊ ተለና ቦጊና ኢና ንቐንእ ብልኾነ ሰብ ተኸዲኑ ክመፅእ ኣለዎ መኪና ክገዝእ ተሎ ኢና ብልኾነ መንገዲ ሰባት ኣብ ፅቡቕ ደረጃ ክወፅሕ ተለው እንታይ ኢና ንኸውን ቅንኢ ይህልየና ማለት እዩ ኣብ ዝኾነ ቦታ ዝኾነ ኣይንግነይ እንታይ ክኾን ብልብል እዚ ይጎድእና ማለት እዩ። ማለት ዓርስና ውሽጥና እዩ ዝጎድእና ውሽጢ ንውሽጢ እዩ ክጎድእና ዝኽእል። ስለዚ ብዛዕባ ወልፊ ከመይ ይገብር እዚ ከዋጋዕና ስለዚ ብስሩ ወልፊ ከ ኣድላይ ድዩ ንብለ ንዓርስና ከም ገዛ ዕዮ ይኹነና። ወልፊ ማለት ብዝተፈላለየ መንገዲ ወልፊ ክበሃል ተሎ ብናዓድና በተለይ ጫት ሓሽሽ ወይ ሲጋራ ብዝተፈላለዩ ስለዚ ውሽጣዊ ዝኾኑ ካልኦት ለለውና ምስ ዓርስና ምስ ዓርስና ለባእስና ማለት እዩ ሓምቱላተን ምቀኝነት ሕሾት ካሊእ ብዙሓት ነገራት ኣብ ካሊእ ግዜ ክንምልሶ ኢና ስለዚ ብወልፊ ይኾንኻይ ሓጎስካ ተግኒ ማለት ስለዚ ሓጎስ መደንዘዝቲ እፅኣት ብምጥቃም ዘይኮነስ ኣብ ውሽጢ ኣብ ውሽጢ ዝፍጠር ዝተስተኻኸለ ጥዕና ዘለዎ ኣተሓሳስባ እዩ ስለዚ ብመስተ ለይኮንና ክንዕሪ ልግበናስ ኣብ ውሽጥና እግዚኣብሔር ልሃበና ብጣዕሚ ደስ ልብል ኣእምሮ ሂብና እዩ እግዚኣብሔር ማለት እዩ ስለዚ ብኡ ኢና እቲ ሓጎስና ክነግንዮ ንኽእል ማለት እዩ ሓጎስ ከከም ግብርና ዝወሃበና ኣብ ውሽጥና ዝፈስስ ናይ ሕልና ሽልማት እዩ ይብሉና ማለት ነው። ስለዚህ ሓጎስ ማለት ወይ ደስታ ማለት ብመስተ ብሓሸሽ ወይ ብስርቂ ብዘረፋ ብምንቀኝነት ብሸረኝነት ይኾነ ክንግኒ ንኽእል ማለት ስለዚ ውሽጥና እግዚኣብሄር ክፈጠረና ተሎ ደስ ብልብል ኩነታት ይፈጢርና ስለዚ ኣብ ውሽጥና ዘሎ ዓርስና ክንከናኸን ይግበአና ብመስተ ይኾነይ ሓጎስ ዝመጽእ ብመንቀኝነት ይኾነይ ሓጎስ ዝመጽእ ኣብ ውሽጥና እግዚኣብሄር ብብእምነትና ብብሃይማኖትና ናብ እግዚኣብሄር ላጸለና ብፅቡቕ መንፈስ ክመፅእ ይኽእል ኢና ስለዚ ካብ ሕማቕ ወልፊ ናብ ፅቡቕ ወልፊ ንክንቕየር ናይ ኩላትና ኣስተዋፅኦ ይኾን ኣብ ውሽጥና ማለት ስለዚ እቶም ወልፍታት መጀመርያ ከምዚ እዮም ዝገብሩ ኣሕና ሰባት ክንመክር ተለና ፀባዮም ከመይ ነይሮም እንታይ ከይመስሉ ከዚ ኢልና ሰባት ክንመክር ይግበአና ኣንሕና ባዕልና ለ ንባዕልና ኣብቲ ወልፊ ውሽጢ ተሃሊና ብስሩኸ መን እዩ ኢልና ዓርስና ከምዚኦም ፀባይት ዘይገብሩና ኣለዉ መጀመርያ ፅቡቅ ፀባይ ነርና ምንቀኝነት ዝበሃል የብልናይ ስርቆት ንበሃል ኣይነበረናይ ናይ ገንዘብ ፍቅሪ ኣይነበረናይ ዝተፈላለየ ናሰብ ምጥርጣር እንትን የነበረናይ ወይ ደሞ ካብቱ ጽቡቕ ነገር ሕማቕ ነገር መዚዝካ ናይ ምውጻእ ነገር ኣይነበረናይ ስለዚ ታይ እዩ ግን እዚ ነገር እዚ ሸዊድና ኢልና ዓርስና ክንፍትሽ ይግበአና ስለዚ ሎማዓንቲ ኣብዚ ይኣኽለና ወልፊ ከመይ እዩ ልጅምር ንብል ኣብ ልቕጽል ለለ ብኻሊእ ፕሮግራም ክንመጽእ እየ ሰባት ብምምጻእ ድዩ ወይ ዓርሰይ ድየ ሃምዚ ከቕርበልኹም እሱ ኣብ ንቐጽል ከንሪኦ ኢና ብልተረፈ ክቡራት ቤተሰብ ከዝለ ናይኻቱም ድጋፍ የድልየና እዩ ብምልኡ ልክረአ ናይኻቱም ድጋፍ የድልየና ሰዓታት የድልየኒ ኣሎ በዚ ኣጋጣሚ ካልእ ቤተሰብ ገለ ታልም ኣብ ወልፊ ውሽጢ ለለው ኣነ ብግለይ ይሕክም እየ ያው ገዛ ገዛ ላኸድኹ ይሕክም እየ ስለዚ ኣነ ለ ብዓቕመይ ልሰባት ክሕግዝ ይኽእል እየ ብታደላትኒ እንተና ስለዚ ምድዋል ትኽእሉ ኢኹም ብ ዜሮ ትሽዓንተ ዓሰርተ ኣርባዕተ ዓሰርተ ሰለስተ ቴስዓ ሽዱሽተይ ሓምሳይ ኣርባዕተይ ብምቕጻል ካልኣይ ስልከይ ዜሮ ትሽዓንተ ዜሮ ክልተ ዜሮ ሰለስተ ዓሰርተ ሰለስተ ሓምሳይ ትሽዓንተ ኢላ ደወልኹም ጠይቑኒ ብኹሉ እዩ ብቴሌግራም ብዋትሳፕ ብኢሞ ብቲክቶክ ኣካውንት ኣሹ ሜሪ ድብል ቲክቶክ ኣካውንት እኛና ኢና ስለዚ ብኩሉ መዳይ ክተግኒኑ ትኽእሉ ኢኹም ብልተረፈ ናይ ካቶም ሓገዝ ዓብዪ የድሊ ከምዚ ኢሉ ኣነ ብዓቕመይ ከምዚ ብሞባይል እየ ላቐረፅኩ ለባኹም ለቐርቡ ኣለኹና ስለዚ ካሜራ የድሊ ላፕቶፕ የድሊ ካልኦትና ዓቕሚ ለለኩም ለ በዚ ኣጋጣሚ ክትሕግዙኒ ትደልዩ ሰባት ብትሕትና ይላቦ ብልተረፈ ስሰናዩ ንዓኻቱም ሰላም